ሰላም ሰላም ናይ ሳምሪ ቻናል ተኸታተልቲ ከመይ ኣለኽን ከመይ ኣለኹም ኣዋላትኩም ኣወዳትኩም ሰላም ዲኹም? ኣነ ደሕና እየ እግዚኣብሔር ይመስገን። ከመይ ኣሎ ስራሕ ኩሉ ህይወት ናይ ሎማዓንቲ መደበ ከዓ ብዛዕባ ስታሊን ስታሊን ስታሊን ኣብ ኣስመራ ኣትዩ ኣሎ እቲ ፅምዶ ዝበሃል ነገር ያው ብግልፂ እንትን ኢልዎ ኣሎ ኣነ ግን ብእውነት ትማሊ ምሸት ምስ ረኣኽዎ ኣብ ፌስቡክ ከመይ ከም ዝደንገፅኩ ክነግረክን ኣይክእልን እየ። ብእውነት ኣነ እዚ ኮይኑ ዝደንገፅኩ ካብ ዓዲ ብዙሕ መከራ እዩ ሽግር እዩ ዝተቐበለ ዓይኑ እንዳረኣየ ብዙሕ ዝተጋፈጠ እንታይ ዓይነት ስምዒት ተሰሚዕዎ? ከም ዝኾነ ምግማት ኣይኸብድን እዩ በእውነት ብጣዕሚ እየ ደንጊፀ ኣነ ከምቶ እቲ ዝሓለፈ ነገር እቲ ዝሓለፈ ሽግር ክንደይ ጉድ ሰሪሖም ክንደይ ሓሪዶም ክንደይ ዘይተገበረ ነገር የለ ኣብዚ ኮይና እኳ ክንደይ ርኢናዮ ማሕበራዊ ሚድያታት ኣይኾነ እቲ ህዝቢ ኣብኡ ብዓይኑ ባዕሉ ዝብደሎይ ዝጭፍጨፎይ ዝነበረ ብቻ እንድዒ መጨረሽኻ የፅብቐልና መጨረሽኡ የፅብቐልና እምበር ኣነ ብሞት ደስ ኣይበለኒ ብሓቂ ብጣዕሚ እየ ደንጊፀ ኣይኮነ ዝጨፍጨፈካ ብሕማቕ ነገር ብዙሕ ነገር ዝገበረካ ብሕማቕ ዓይኒ ዝረኣየካ ሰብ እውን እንድዒ ኣነ ብሞት ብሕማቕ ዓይኒ ዝረኣየ ኮነ ብዙሕ በዲልኒ ብሕማቕ ዓይኒ ዝረኣየ ንሰብ ንባዕሉ እንዳ ኣኽርዮ ይደሊ እንዳ ኣኽርዮ ይደሊ እና ብጣዕሚ እያ ግን ደንጊፀ ደስ ኣይበለኒ መጨረሽኡ የፅብቐና ፅምዶ ዶ ልፍንቲ ዶ ዝባሃል ነገር ኣምፂኦም ኣለው መጨረሽኡ የፀብቐና ሳሊ እንድየ ኣነ ብዙይ ደረጃ እዙይ እንትን ክብል ኢለ ኣይሓሰብኩ ኣነ ብሓቂ። ደረጃ እዚዩ እንትን ኢሉ ወሪዱ ብቕት ግን ከመይ ዓይነት ኣእምሮ ከመይ ዓይነት ኣተሓሳስባ ከም ዘለዎም ኣይርደአንን እዩ ማለት ህዝቢ ታይ ይብለና ግን እዩ ሼም ዝበሃል ነገር እኮ ኣሎ እንድዒ ሕልና ዝበሃል ነገር ኣሎ መቸም ሕልናና እንታይ ይብለና ወይ እቲ ህዝቢ እንታይ ይብለና ግን ኣዩሊ ብቻ እንደ ሰላም እኮ ፅቡቅ እዩ ማለት ሰላም ዘይተፈተየ እንታይ ክፍተ ይኽእል? ሰላም ፅቡቅ እዩ። ንሕና ምስ ማንም ሰብ ሰላም ኢና እንደሊ ምንም ካብ ጦርነት ዝፍጠረ ዝርባሕ ነገር የለይ በጀካ ኪሳራ ማለት እዩ። ግን እዚ ንምኳኑ ተዚ ቀርሲ ልምታይ እዩ ሓደ ሚልዮን ሰብ ኣጥፊና ፍርቂ መሬት ብዙይ ብምዕራብ ነቶም ኣምሓሩ ወሲዶም ጦርነት እውን እኮ ክሓስበሉ እኮ ብሱሩ ጦርነት ናብ ጦርነት ዘምጽእ ነገር እውን እኮ ኣይነበረይ መጀመርትኡ ንባዕሉ ናብ ጦርነት ዘምጽእ እውን ኣይነበረይ ተስማዕሚዕኻ ተነጋጊርካ ዝፍታሕ ዝነበረ እዩ ናብ ጦርነት መጺኦም ባዕልኻ ብጽጋብካ ልትገብሮ ነገር መቸም ከቢድ እንድዩ ባዕልኻን ሰብኻን ኣብ ዙርያኻ ዘሎ ሰብ እንዲኻ ተመላሊኻ ኣብ ገደል ትኣቲ ናብ ጦርነት ዘእቲ እውን ኣይነበረ ብድሕሪ ዝኹላይ ጉድኸ ያው ሰላም ጽቡቕ እንድዩ ሰላምካ ሒዝካ ጽጸግዕካ ሒዝካ ድደንበርካ ሒዝካ ተኸባቢርካ ሱቅ ክትብል እየ ኣነ ዝደሊ እምበር ምዞም ሰባት እዚኦም እንድዒ ብቻ ብጣዕሚ ከቢድ እዩ እና መጨረሽኡ የፀብቐልና ነገር ስታሊን ግን ብጣዕሚ እዩ ገሪሙኒ ኣነ በጭራሽ ኣይተፀበኹዎይ ነይረ ማለት ኣብ ከምዚ ሕማቕ ግዜ ንፈልጦ ኢና ኩለትና ሚድያ ኣብ ዘይነበረሉ ግዜ ናይ ኩሉ ሚድያ ኣብ ዝተዓፀየሉ ያው ንሱ እዩ ንኹሎም በቃ ሓደ ልብዙሓት እዩ ገጢሙ ድምፂ ኮይንዎም ነይሩ ገጢሙ ስዒሩ ድምፂ ኮይንና ነይሩ እዚ ምንም ጥርጥር የብሉይ ስታሊን ብዙሕ ሕማቅ ጊዜ በቲ በቲ እንዳተፀፈዐ ኣታ ባኣባ እንዳተባሃለ ኣታ ታይለ እናተባሃለ ንሱ እዩ ድምፂ ኮይኑ ንሱ እዩ ንዓለም ዘጋውሕ ዝነበረ ግን ብኸመይ ኢሉ ካብ ወሪዱ ናብ ሕዚ ናብዚ ከምዝወረደ ግን እንድዒ ብቻ። ዞሮ ዞሮ ኣነ ብወክሊ ከም ሰምራዊት ደስ ኣይበለኒ ደስ ኣይበለኒ ንስኻትክን ከ እስኪ ኣሕዋተይ ኣስተያየትክን ኣብ ኮሜንት ኣምጣለይ ብዛዕባ ስታሊን ናብ ኤርትራ ከይዱ ምስ ኣወል ስዒድ ብምርኻቡ እንታይ ዓይነት ስምዒት ተሰሚዑክን ኣነ ከማይ ከም ሰምራዊት ደስ ኣይበለኒ ሰላም ጸለሉ ጸልየዮ ማለት ኣኹም ኪድ ሰላም ይፈቱ እየ ሰላም እንድሕር ዘየለ ምንም ነገር የለይ። እዚ ዓድማትና እነብሮ ኣለና እዚ ዓድማትና እዩ ናትና ይኾነ ዓድና ህዝብና ወይ ማንነትና ዘሉ እየ እዩ ኣብኡ እዩ። ሰላም ክሰፍኖ ሰላም ክዓስሎ ዓደይ ህዝበይ ምንም ጥርጥር የብሉ ይደሊ እየ ግን እታ ኣካይዳ ግን ደስ ኣይትብለኒ ዘላ እንድዒ ብቻ። ፈጣሪ ኩሉ ነገር ኣብ ማእኸሉ ኣትዩ የስተኻኽሎ እና ናይ ሎማዓንቲ ቪድዮየ ኣስተያየተይ እዚኣ ነይራ ናትኻትን ኣስተያየትን ካዓ እስኪ ኣብ ኮሜንት ኣቅምጣ ብዛዕባ ስታሊን ኣብ ኤርትራ ብምዃኑ እንታይ ዓይነት ስምዒት ተሰሚዕክን እና ሰላም ዋዕላለይ ኣሕዋተይ ሰላም ንወዲ ሰብ ብምሉ